ንሰኣለና ሓርነት ዝናፍቆ ንሰኣለና ስእነት ዝወደዶ ትንሰኣለና ብጽሑ ሰላም እንቐምሶ ትንሰኣለና ትንሳኤ
ሰላም ከመይ ትቕኒ ዝኸበርኩም ተዓዘብትና ብተኸታታሊ ዝቐርብ ዘሎ ፖለቲካዊ መደብ ዕዮ ውድብ ሓርነት ኤርትራውያን ሻውዓይ ክፋል ይቕጽል ቁጠባዊ መዳይ ኣርባዕተ ነጥቢ ክልተ ቁጠባዊ መዳይ ሃገርና ኤርትራ ብሰንኪ መላኺ ስርዓት ወዲቑ ንዘሎ ቁጠባ ኤርትራ ንምብርባር ዘይተመጣጠነ መነባብሮ ህዝቢ ምምዕርራይን ድልዱል ሰረተ ቁጠባ እትውንን ብልጽግቲ ሃገር ምህናጽ ኣውራ ጠመተ ውድብና እዩ። ናብዚ ዕላማ ንምብጻሕ ብሓደ ወገን ግዳይ ድኽነትን ስቓይን ንዝኾነ ዝበዝሐ ክፋል ሕብረተሰብና ኣፍራይ ዓቕምታቱ ዓብዩ ጻምኡ ዝሓፍሰሉ ኩነታት ምጥጣሕ፣ ዘይምዕሩይ መነባብሮ ህዝቢ ምምዕርራይን ንውጽዓት ወገናት ሕብረተሰብ ፍሉይ ትኹረት ዝህብ መደባት ምሕንጻጽን ምትግባርን ክኸውን ከሎ፣ በቲ ካልእ ሸነኽ ድማ ቅኑዕ ምጣነ ሃብታዊ ቁጠባዊ ፖሊሲ ብምኽታልን ንሃገራውያንን ወጻእተኛታትን ኣውፈርቲ ምትብባዕን ኣብ ዕብየት ምጣነ ሃብታዊ ቁጠባዊ ኤርትራ እወታዊ ግደ ክህልዎም ዕድል ምኽፋትን እዩ። ምስዚ ተተሓሒዙ ኣብ ዞባናን ኣህጉርናን ብኣወንታ ከዋስእና ዝኽእል ቁጠባ ፖሊሲታት ብክኢላታት ተጸኒዑ ከም ዝትለም ክግበር እዩ። ቀንዲ ጠለባት ናይዚ ዝሰፍሐ ክፍሊ ህዝብና ምምላስን ሃገራዊ ልምዓት ምዕዋትን ክኸውን እዩ። ኣብ ክሊ እዚ ተረድኦ እዚ ድማ ኣብ ሕርሻ፣ ሃብቲ ባሕሪ፣ ንግዲ፣ ኣብ ዋንነት መሬት ጉዳያት ብዝምልከት ክትግበሩ ኢልና እንርእዮም ብኸምዚ ዝስዕብ ቀሪቡ ኣሎ። ሓደ ፖሊሲ ምዕሩይ ሃገራዊ ልምዓት ምኽታል መነባብሮ ህዝቢ ደረጃ ብደረጃ ዘመሓይሽን ንዜጋታት ሰፊሕ ዕድል ስራሕ ዝፈጥርን ዘይተመጣጠነ ቁጠባዊ ኩነታት ደረጃ ብደረጃ ዝፍውስን ክኸውን ብሓፈሽኡ ግን ፍትሓዊ ዝኾነ ኣገባብ ኣዘራግሓ ሃገራዊ ሃብቲ ምጥቃም ክልተ ብዝተጸንዐ ምጣነ ሃብታዊ መደብ ናይ ሃገራውያንን ወጻእተኛታትን ሓበራውን ብሕታውን ወፍሪ ርእሰ ማል ምፍቃድን ምትብባዕን፣ ንዕኡ ዘገልግልን ዘተባብዕን ከምኡ'ውን ዘውሕስን ምሕጋግ። ሰለስተ፣ ኣብ ቁጠባዊ መዳይ እንኽተሎ ፖሊሲ ሕውስዋስ ስርዓተ ቁጠባ'ዩ። ኣርባዕተ፣ ንጡፍን ቀጻልን ምጣኔ ሃብታዊ ቁጠባዊ ምዕባል ዘሳልጡ ትሕተ ቅርጽታት ምውዳድ፣ ንኣብነት ናይ ማይ ጸዓት ኢነርጂ ንዘመናዊ መራኸቢታትን ንመጻኢ ምዕባለ ዘማዕደወ ከም ዝኸውን ምግባር። ሓሙሽተ፣ ዝኾነ ኤርትራዊ ዜጋ ኣብ ዝኾነ ቦታ ኤርትራ መሰል ንብረት ምውናንን ምሻጥን ምውራስን ብሕጊ ምውሓስ ኣፍራይነት ታሕተዎት ክፍልታት ሕብረተሰብና ንምትብባዕን ስራሕ ኣልቦነት ደረጃ ብደረጃ ንምቅላልን ንናእሽትን ማእከሎተን ኣፍረይቲ ትካላት ብሕጊ ምትብባዕ። ሽዱሽተ ዜጋታት ንመንግስቲ ዝኸፍልዎ ግብሪ ምስ ደረጃ ዕብየት እቶቶም ዝመጣጠንን ዝፈላለን ክኸፍሉ። ግብሪ ቀረጽ ብምእካብ ዝርከብ እቶት ኣብ ሃገራውን ህዝባውን ኣገልግሎት ከም ዝውዕል ምግባር። ሸውዓተ፣ ሞያዊ ትምህርቲ ክብ ዝብለሉ ናይ ሓጺርን ነዊሕን መደባት ምስራዕ፣ በዚ ኣቢልካ ከኣ ኣፍራዪ ዓቕሚ ሰራሕተኛ ህዝቢ ንምምዕባል ምጽዓር። ሸሞንተ፣ ኣብ መንጎ ሰራሕተኛታትን ኣስራሕትን ዝህሉ ዝምድና ብሕጊ ዝተወሰነ ክኸውን ምቅላስ፣ ደመወዝ ሰራሕተኛታት ምሰ ማሕበረ ቁጠባዊ ደረጃ መነባብሮ ህዝቢ ዝመጣጠን ክኸውን ዝተሓተ ደሞዝ ሰራሕተኛ ብሕጊ ከምዝውሰን ምግባር። ትሽዓተ፣ ብምዕባለ ዘይተመዓራርያ ክፍለ ምምሕዳራት ፍሉይ ትኹረት ከምዝረኽባ ምግባር። ነፍሲ ወከፍ ክፍለ ምምሕዳር ኣውራጃ ተዛማዲ ነብሰ ምሕደራ ሃልይዋ ምስቲ ሓፈሻዊ ኣንፌት ምጣነ-ሃብታዊ ፖሊሲ ሃገር ዝሰማማዕ ናይ ባዕላዊ ቁጠባዊ ምምሕዳር ከተማዕብል ምፍቃድ። ኣርባዕተ ነጥቢ ክልተ ነጥቢ ሓደ ሕርሻዊ መዳይ ሓደ ሕርሻዊ እቶት ንምኽዕባት ዘመናዊ ኣገባብ ሕርሻ ምትእትታው ክልተ፣ መነባብሮ ህዝቢ ገጠር ንምምዕባል ንልምዓት ገጠር መሰረታዊ ትኹረት ምሃብ፣ ፍርያምነት መሬት ንምውሓስ ፍግረ መሬት ምኽልካል። ሰለስተ፣ ሓደጋ ምድረበዳ ንምክልኻል ፖሊሲ ምግራብ ምኽታል። ኣርባዕተ፣ ሰበኽ ዛግም ብናታቶም ድሌት ኣብ ቀዋሚ ሕርሻዊ ከባቢ ንምጥያስ ምጽዓር። ሓሙሽተ፣ ሃገርና ናብ እንዱስትሪያዊ ኢኮኖሚ ንምስግጋርን ንሰራሕተኛ ህዝብና ዘማዕብልን ሕጊ ምሕንጻጽ። ኣርባዕተ ነጥቢ ክልተ ነጥቢ ክልተ፣ ሃብቲ ባሕሪ ስትራተጂካዊ ኣቀማምጣ ሃገርና ኣብ ግምት ብምእታው ምስ ባሕሪ ዝተኣሳሰረ ፖሊሲ ወፍሪን ንግድን ዝተተሓሓዘ ከምኡ'ውን ኣገልግሎት ግምሩክን ፋይናንስን ወደባት ምምዕባል። ኤርትራ ንቱሪዚም ዝጥዕም ቅርጸ መሬትን ነዊሕ ገማግም ባሕርን ስለ ዘለዋ፣ ውድብና ንቱሪዚም ዘሐይሉን ዘገድሱን ፖሊሲታት ብምሕንጻጽ፣ ቱሪዚም ቀንዲ መሶብ ቁጠባ ኤርትራ ንምግባሩ ብስነ ፍልጠታዊ መንገዲ ከማዕብሎ ክጽዕር እዩ። ሓደ ሃብቲ ባሕሪ ካብ ዝኾነ ዓይነት ብከላ ዝከላኸል ፖሊሲ ምኽታል ክልተ ሃብቲ ባሕሪ ኣብ ዕብየት ህዝባውን ሃገራውን ቁጠባ ዓብዪ ግደ ክህልዎ ምግባር ንገፈፍቲ ዓሳ ክእለቶም ከም ዘዕብዩ ብምግባር ብምዕቡል ኣገባብ ዓሳታት ብምፍራይን ምግፋፍን ናይ ሰደድ ዓቕሚ ምዕባይ ሰለስተ፣ ባሕርን ደሴታትን ንዘቤታውን ግዳማውን በጻሕቲ ሰሓብነት ክህልዎ ምግባር። ኣርባዕተ፣ መሰል ዜጋታት ገፈፍቲ ዓሳ ምሕላው፣ ክእለቶም ንምዕባይ ምስራሕ። ኣርባዕተ ነጥቢ ክልተ ነጥቢ ሰለስተ፣ ንግዳዊ መዳይ። ሓደ፣ ጠለባት ህዝቢ ኤርትራ ንምምላእን ዜበታዊ ዕዳጋታት ንምርግጋእን ሰደድ ንምዕባልን ዝዓለመ ንግዳዊ ፖሊሲ ምኽታል። ክልተ፣ ውሽጣዊ ንግዳዊ ምንቅስቓሳት ብስሉጥ ንምዕባይን ደጋዊ ወፍሪ ርእሰማል ንምስሓብን ምድራውን ባሕራውን ኣየርን ትሕተ ቅርጽታት ምምዕባል። ሰለስተ፣ ኣብ ውሽጥን ኣብ ግዳምን ወፍሪ ንምትብባዕ ሕጋውን ምምሕዳራውን ጸገማት ምእላይ። ማሕለኻታት ብልሽውና ንምውጋድ ዘይሕጋዊ ንግዲ፣ ኮንትሮባንድ፣ ዝኽልክል ሕግታት ምሕንጻጽ። ኣርባዕተ ነጥቢ ክልተ ነጥቢ ኣርባዕተ ዋንነት መሬት ሓደ ሕቶ መሬት እቲ መሰረታዊ ናይ መነባብሮ ባእታ እዩ። ኣብ ኤርትራ ድማ ዋና ዘይብሉ መሬት የለን። ስለ ዝኾነ ዋንነት መሬት ኣብ ትሕቲ ቁጽጽር ዋናታቱ ዝኾነ ህዝቢ ይጸንዕ። ክልተ ብመንግስቲ ብሃገራዊ ደረጃ ኣገዳስነቱ ንዝተኣመነሉ መስመራትን ትካላትን ስትራቴጂካውነቱ እተራእየ ፍሉይ ምንጪ መሬት ኣብ ክሊ ብሩህ ሕጋዊ ቀይድታት ክቋጸጸሮን ዝኽእለሉ መደብ ይንጽር። ንዋናታት መሬት ከኣ ፍትሓዊ ኣጋባብ ተጠቂሙ መሕወይ ክህብ ይግባእ። ሰለስተ፣ ብስርዓት ህግደፍ መሬቶም ዝተመንዝዑ ኤርትራውያን ብሕጋውን ፍትሓውን መንገዲ መንግስቲ መሕወይ ክፍሊ ይገብር። ኣርባዕተ ነጥቢ ክልተ ነጥቢ ሓሙሽተ መሬት ከተማን ኣባይትን ሓደ ሕፅረት መንበሪ ኣባይቲ ንምፍታሕ ብዘመናዊ ኣገባብ ኣባይቲ ምህናፅ ክልተ ከተማታት ደረጃ ብደረጃ ንምስፍሕፋሕን ምምዕባልን ኣብ ከተማታት ፅበት ንምፍታሕን ንረብሓ ዝሰፍሐ ህዝቢ ዘገልግል ዘመናዊ ውጥን ከተማታት ምኽታል ሰለስተ ንዕቤት ከተማታትን ምዝርጋሕ ትሕተ ቅርፅን ኣብ ዝግበር ልምዓት ንዝተጎድኡ ዜጋታት ወነንቲ መሬት ወይ ትካላት መንግስቲ ብፍትሓዊ ካሕሳ የሕውዮም። ኣርባዕተ ነጥቢ ሰለስተ ማሕበራዊ መዳያት ሓደ፣ ናይ ሰራሕተኛታት ዝተሓተ ደሞዝ ኣብ መንጎ ኣስራሕትን ማሕበረ ሰራሕተኛታትን ብዝግበር ውዕል ይውሰን። ናይ ሰራሕተኛታት ዝተሓተ ደሞዝ ብሕጊ ምውሳን። ክልተ፣ ንማዕረ ስራሕ ብዘይ ጾታ ኣፈላላይ ማዕረ ደሞዝ ምኽፋል። ሰለስተ፣ መሰል ጥሮታ ዝሕልው ሕጊ ምሕንጸጽ። ኣርባዕተ፣ ማሕበር ሰራሕተኛታት ብሕጊ ክቐውምን ንመሰል ሰራሕተኛታት ዝጣበቕ ሕጊ ክህልው ምግባር። ሓሙሽተ፣ ስድራቤት ስውኣት ኣብ ኩሉ መድረኻት ቃልሲ ዝተሰውኡ ዝእለይሉ መገዲ ምፍጣር። ሽዱሽተ፣ ናይ ኩናት ሓደጋን ባህርን ስንክልና ዘለዎም ዜጋታት ደገፍ ዝረኽብሉ ባይታ ምጥጣሕ። ሸውዓተ፣ ጠዋሪ ዘይብሎም ኣረጋውያን ዝእለይሉ ማእከል ምቛም። ሸሞንተ፣ ዘኽዳማት ህጻናት ዝእለይሉን ዝናብሉን ዝዓብሉን ማእከላት ምዕባይ ኣብ ኩለን ምምሕዳራት ምምስራት። ትሽዓተ፣ ህጻናት ንጥዕንኦም ኣብ ዝጎድእ ሕሱር ስራሕ ከይሰርሑ ብሕጊ ምኽልካል። ዓሰርተ ስደተኛታት ኤርትራውያን ናብ ሃገሮም ብወለንትንኦም ዝምለስሉን ዝጣየስሉን ጥጡሕ ኩነታት ምፍጣር። ዓሰርተ ሓደ ሰበኽ ሳግም መነባብሮኦም ንኸመሓይሽ መንግስቲ ኣድላይ ስጉምታት ይወስድ። ዝኸበርኩም ተዓዘብትና ሸውዓይ ክፋል ፖለቲካዊ መደብ ዕዮ ውድብ ሓርነት ኤርትራውያን ኣብዚ ተፈጺሙ ኣሎ። ሻምናይ ክፋል ኣብ ዝቕጽል ሒዝናልኩም ክንመጽእ ኢና። ሰናይ ቅንያት